ሰላም ኣሕዋት ኣብ ናይ ልምዓት ቪድዮና ኣብዚ ማሕበራዊ ሚድያ ሓደሽን መዘራርትን ዘሎ ሓበሬታታት ብሓደ ኮይና ክንርኢ ኢና ካብኣቶም ሓደ ድማ ወልቃይት ከም እንትን ካብ ሸሞንተ ስድራ እቶም ሸውዓተ ህይወቶም ሓሊፉ። ብዝኾነ ኩቡራት የሕዋት እዛ ንሪኣ ዘለና ናይ ዴቭ ሓውና ቪድዮ ምስ ረኣኽዋ ብጣዕሚ በቃ ሕማቕ ተሰሚዕኒ። ብዛዕባ እዚኣቶምን ካልኦትን ክንርኢ ኢና ሰናይ ምክትታል። ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቱብ ቻነል ቤተሰብ ዝኸርኹም ተኸታተልተይ ዝፈተኩም ተኸታተልተይ ሮማናትኩም ተመሊሰ መፅ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን እሰይ ሰኣን ብምቕፃል ናይ ልማዕቱ ዜና ከም ዝተለመደ ክንስሕቕ ክንጫወት ክንዘናጋዕ ክንመሃር ፍትሕ ክንብል ሕርር ክንብል ኩሉ ሙሉ ኣብ ቦታና ተረኺና መፂና ኣለና ቅድሚ ቪዲና ምንታይና ግን ነሻነ ዝሓደሽ ዲኹም ንምንታይ ንምቲ ሓድሽ ትኹኑ ሰብስክራይብ ብምጋር ቤተሰብ ኹኑ ብምቐፃል ነዛ ቪድዮ እዚኣ ድማ ናብ ብዙሓት ሰባት ምንታ ክትበፅሕ ላይክ ሼር ምጋር የንረስዕ ህዝና ቪድዮና ክንኣቱና ክሳብ መወዳእታ ቪድዮና ክሳብ መወዳእታ ቪድዮና ምሳኹም ትከታተሉ ብኸሪ ዝሓትት ሰናይ ፃንሒት እሺ ኣሕዋት እዚ ቪድዮና መጀመር ክኾነና ብዚኣ ከጀምረኩም ምረቓ እዩ ምክንያቱ ሎማዓንቲ ቅዱስ ሚካኤል ስለ ዝኮነ ብዛ ቪድዮ እዚኣ ንጀምር። ፅባሕ እኮ ቅዱስ ሚካኤል ዓመቱ እዩ እስቲ ክምርቀኩም ናይ ፅባሕ ቅዱስ ሚካኤል ሓሳብኩም ኩሉ ይምለኣልኩም ጭንቀትኩም እውን የልዕለልኩም ናይ ቅዱስ ሚካኤል ኣማላድነት ትተኣማመኑ ኣማላድነቱ ኣይፈለይኹም ካብ ዘፍርሕ ነገር ኩሉ ይሰውርኩም ወፂኻ ካብ ምቕራይ እውን ይሓልይኹም ንባህራን ካብ ሞት ከም ዘድሓነ ንዓኹም እውን ካብ ዘፍርሕ ነገር ኩሉ ይሰውርኩም ናይ ፅባሕ ቅዱስ ሚካኤል ፅቡቕ ዜና የስምዐና ንኩለና ሓላዊና ይኹን ኣሜን። እሺ ኣሕዋት እዚ ቪድዮ ከም ዝረናዮ እዩ ንተኸተልቲ እምነት ክርስትና ብፍላይ ድማ ኦርቶዶክስ ንዝኾንኩም ኣሕዋተይ ንኩላትኹም እያ ትምልከት እዛ ምረቓ እዚኣ ኣሜን ኣሜን ማለ ትረስዑ ንሙስሊም ኣሕዋተይ ተሊኹም ድማ ሎማዓንቲ ዓርቢ እዩ ስኢሉ ሓሪፍ ዝኾነ ጅሙዓት ጅሙዓ ጅሙዓት ከም ተሕልፉ ዘለኹም ተስፋ ይገብር ንቐፅል እሺ ኣሕዋት ኣውሳይሉን ኣሎ ኣብ መንገዲ ፅብቕቲ ዶና ምስ ተጓንፈካ እሺ
ሰላም ዝሓወይ ጆሓርኪ
ከጥርሰኪ ዋ ይቀኒሊ ኣንታ እንታይ ትብሎ እያ ኣነ ሰላም እኮ ዕል እዩ ዝሓወይ ማለት ጓል ርኢና ብፍላይ ድማ ፅብቕቲ ጓል ርኢና እንዳናገፅ እንዲና ከምዚ ናትኻ ግን ኣይንብልን

ኣሕዋት ኢና ስምዕ ኣለና ኣታ ማለት ከምዚ ዓይነት ሰብ ተሃልዩ ከምዚ ዓይነት ውላድ ተሃልዩኩም በይዛኹም ከይተመርሕዎ ማለት ኣይዝገበሮ ቆልዓ ይፅመቕዋ እሺ ኣሕዋት ካብዚ ምቕፃል ድማ ክልተ ኣሕዋትና ኣብዚ ይደርፋ ኣለዋ ደስ በሃሊ ደርፊ እዩ ብጣዕሚ ዘርፊ ጋብዘኩም ኣሕሰን ክብል ዓይነይ

ካብ ንጓል ዝተደረፈ ደርፊ ናብ ወድ ደምጼን ደሪፈንኦ ካልኣይ ትደርፈን ትናተን ማለት ሳልሳይ ቲ ክራር ኩሉ ሙሉ ዛት ይመችኽን ብምቕጻል ንዓኻትኩም ሕቶ ክሓተኩም እዛ ደርፊ እዚኣ ናይ መን እያ እንታይ እያ ትብል እዛ ደርፊ ኣብ ኮመንት ጽሓፍዋ ትፈልጥዋ ተሃሊኹም እሺ ውሓት ኣብዚ ማታ ኢሉና ኣሎ ግድን ክሳብ መወዳእታ ክትርእይዋ ዘለኩም ቪድዮ እያ እሺ ንዓልኩም ዘም ደቀ ሰላም ንውዒልኩም ንውዒልክን ኣደይ ከመይ ውዒልክን? ከመይ ውዒልኪ ማማ?
ኣቱም ደቀይ ክንደይ ደኣ ትጽቡቕ ኣጓቡዝ ቀደም ትመስሉ እዋይ ኣትን ኣደ ንጎ ምድሪ ደኣ ክንደይ ይጥዕም ዘረባኽን ወለላ ጥዕም ኣንትን ዝደኣ ዝኣፍክን

ወይ ነዴኻ
ጉብዝና እኮ ልዕሊ ስጋ ብእምሮ እዩ
እሞ ንሕና ሳጉባዝ ኢና ንብል ኣኸለ
ንስኹም እንታይ ኢልኩም እኹል እዩ ናይ ካልእ ኣይገድስን በሉ እዞም ደቀ ኣብቲ ኣለሃኒ ሸኽሚ እሞ ትሕጉዝኒ ዶ ሕራይ
ብዘይ ምክንያት እማ ሞጎስ ኣይረኸኹም እዞም ኣሕዋተይ ገና ገና እንደ ሸክመለ እዩ ቀረባ ዲ ተብሪህሞ ይፅቤና ደይኮኑ ዘለዉ እንታ ሴራ ሓወይ ከመይ ጌርና ዳኣ ሞቢለን ክንገርዘን ዋላ ስጋብ ሰብ ንረክብስ ቁሩብ ድፍእ ነብለን ኢልካ እወ
እሞ ማማ ሰብ ጠጠው ኣቢልና ፅበዩና ስለ ዘለዉ ከይንድንጉዮም ሕልፍፍ ክትበላ እሞ ቀልጢፍና ክነብጽሕ ኣብዚ። ኣነስ ቀስ ኢለ እየ ዝኽይድ ትሕግዙ ተኾንኩም ተጊህኩም ሓግዙ። ምሕጋዝ ድኣ ክንሕግዝ ኢና ግና ቆጸራ ሰዓት ስለ ዝኣኸለትናስ ቅልጥፍ ኢልና ኣብጽሕ ኣቢልና ግን ክንምለስ ኢልና እኳ ኢና። ዋላስ ኣይተብጽሑ እንዶ ስድታት ዋእ ተሰንባእ።
ዝዓርከይ ተሰንባእ ወሲድካያ። ገያጽ ጥዑይ ስኒ ከም ዘለዎ ከኣ ኣስሕቀኒ።

ይቕሬታ ማማየ ኦይ
ግዜ ንስኹም እንታይ ጌርኩም ኣትናደ ሕማቕ እኳ ዘየውፃና ተበዲልናከ ይቕረ በላልና
ይቕረ በለና ማማ ፅቡቕ መዓልቲ ክንውዕል ይቕረ ግበራና ማማ መረቓና በቃ
ይመረቑ እዋ ማማ መርቐኦም እንታይ ማለት እዩ
የቕረኹንኩም ዘም ደቂ ተስኡ
ኣደ ኣይትቀየም ኣላ ዋላ ግዜ ይጥዓም ዋላ ጨርቅን ወርቅን ኣይንግበረልክን ኣብ ልብና ግን ሰማይ እዩ ሰፈርካ ከማኺ ይትረፍ ኣብዛ ምድሪ ጠፈር ኬድካ ከማን ኣይርከብ
ኣሕዋት ዝገርም ቪድዮ እዩ በእውነት ከምዘይተፀበኹ ኣነ ማለት ትምህርቲ እዩ ትምህርቲ ኢና ተማሂርና ንዓበይቲ ሲ ብናቶም ሕርቃን ክንኸድ የብልና ንሕና እሶም እቲ እርጋን እቲ ገለዋላ ይሕርቆም ትሕት ርግዕ እሺ እሺ ሓታዊ ዝማታ ይብለና ኣሎ ስግጥ እሺ ኣቲ ደንቆሮ ርእሳ ንሰሜን ተወልክዋስ ንደቡብ ትኸተታኺሳ እመለ ሃሪሳ ማሕዲ ድሃኒ ዓኽ ኣትዮ
ስግጥ
ኢትዮጵያ ሙሉእ ስግጥ ፍምስ ኢሉ ኣሎ ኣነቦኹም ኣብ ተስዓይ ዓመተ ምህረት ስግጥ ኢለ እየ ልነኸግኒ እያ የኾነይ ስግጥ ስግጥ ኢለ ደላው ገዛእቲ እያ መጨረሹ ሽጉጥ ሕደጉባ ሕደጉባ እዞም ሓደ ሓደ ቃላት እባ ዋእ

ኣታ
ብጥዕናኻ ንሰደካ ደሊና እምበር ኩሊትካ ኣውጺና ክንሸጣ ኢና ዋዋእ ዊይ። ኖኖኖኖ ኣይኮን እዩ ኣይኮን እዩ ማለት ገሪሙን ሓውና ኩላሊትና ወፀ ንሕና ስቅ ኢልና ኣይንድርን በይዛኹም በይዛኹም ፍትሕዎ ዝተኸፈለ ይከፈል ክነውፆ ኢና እዚ ኣይግብኦን እሺ ኣሕዋት እስካብ ምቕፃል ድማ ናብዚ ማሓራዊ ሚድያ ሓደሽን መዘራረብትን ዘሎ ሓበሬታታት ክወስደኩም እስኪ ብዚ ቪድዮ እዚ ንጀምር እሺ ኣሕዋት ኣውሳዩና ኣሎ መሕዘን ሓበሬታ ስድራ ሃሊቖም። ብጣዕሚ መሕዘኒ ልብኻ ሰበር ሓበሬታ ካብ ከምዚ ዝበለ ሓደጋ ፈጣሪ ይሓልወና። ኣብ ጉራጌ ዞን ካብ ሸሞንተ ስድራ እቶም ሸውዓተ ህይወቶም ሓሊፉ። ኣብ ጉራጌ ዞን መስቃን ወረዳ ብ ሽዱሽተ ሕዳር ምሸት ሰዓት ሓደ እቶም ስድራ ተኣኪቦም ድራር ምስ በልዑ ብዙሕ ከይጸንሑ ከቢድ ዝተብሃለ ከብዲ ቁርጸት ኣጋጢሞም እዩ። ጎረባብቲ ተረባሪቦም ናብ ሕክምና ኣብጺሖሞም እኳ እንተነበሩ እቶም ሰለስተ ቆልዑ ሽዑ ህይወቶም እንትሓልፍ እቶም ክልተ ቆልዑ ድማ ብ ሸውዓተ ሕዳር ህይወቶም ክሓልፍ ኺኢሉ እዩ። ሓደ ህጻን ትሽዓንተ ሕዳር ህይወቱ እንትሓልፍ መርሓ ስድራ ኣቦ ናይቲ ገዛ ድማ ዓሰርተ ሕዳር ህይወቱ ክሓልፍ ክኢሉ እዩ። ናይ በዓል ገዝኣን ሽዱሽተ ደቃን ሕልፈት ክትሰምዕ ዘይተዓደለት ኣዶ ድማ ኣብ ጽኑዕ ክትል ሕክምና እያ እትርከብ። እቶም ቆልዑ ካብ ዓመትን ሸውዓተ ወርሕን ክሳብ ዓሰርተ ሸውዓተ ዓመት እንትኾኑ ወላድ ኣቦኦም ድማ ኣርብዓን ሽዱሽተን ዕድመን እዩ። እቲ ዝበልዕዎ ምግቢ ምምራዙ ብሕክምና እኳ እንተዘይተረጋገጸ ንዝሓሸ ምርመራ ኣስካሪኖም ናብ ሕክምና ከም ዝተልኣኸ በዚ ጉዳይ ዝተትሓዘ ድማ ዓሰርተ ሰባት ኣብ ትሕቲ ቀይዲ ከም ዘውዓለ ፖሊስ ማእኸላይ ኢትዮጵያ ገሊጹ እዩ። ንወላዲት ኣዶ ፈጣሪ ምሕረት ይልኣኸላ፣ ንዝመቱ መንግስት ሰማይ ይዋርሰና፣ ፈጣሪ ካብ ከምዚ ዝበለ ሓደጋ ይሰውረና። ኣሜን ኣሜን ይሰውረና ኣሕዋት ብጣዕሚ ዘሕዝን ዝሰማዕናዮ ሓበሬታ ስድራ ሙሉእ ከምዚ ኣብ ሓደ መዓልቲ። ክሞቱ ከለዉ ብጣዕሚ እዩ ዘሕዝን ብእውነት ተመክትሎ ኮንካ ፈጣሪ ባዕሉ ብየማናይ ኢዱ ይቀበሎም ክብል ይደሊ። ንኣብ ከባቢና ዘለዉ ህዝቢ በተለይ ንኤርትራውያን ሰላም ምስ ዝደሊ ናይ ኤርትራ ህዝብን መንግስትን ንሰላም ደው ምባል ክንቅጽለሉ ኢና ጆነሳይድ ንዝቐጽል ሓይሊ ከኣ ኩሎም ጆነሳይድ ዝቃወሙ ሓይልታት ኣብ ከባቢና ዘለዉ ኣምሓራ ይኹን ኤርትራ ይኹን ኣጎብ ይኹን ዓፋር ኣብ ጎኒ ህዝቢ ትግራይ ክኾኑ ኣብ ጎኒ እዚ ሰራዊት እዙይ ክኾኑ ኸኣ በዚ ኣጋጣሚ እዙይ መልእኽትና ነሕልፍ። ክቡራት ይሕዋት ኣሜን ከይበልኩም ከይትሓልፉ ኣዴና ቅድስት ድንግል ማርያም ስደትና ተሕጽረልና ኣብ ሕቕፎ ወለድና ኣብ ጎጀና ምስ ስድራቤትና ምስ ደቂ መታዓቢትና ንነብረሉ ግዜ የምጸልና ፈጣሪ። ስደትና ተሕጽረልና ኣዴና ቅድስቲ ድንግል ማርያም ወትሩ ትሓልወና ኩፉኣት ሰባት ዘበሉ ሰይጣውንቲ ሰባት ዘበሉ ካብ ዙርያና ተርሕቀልና ጸጽብቆ የጋጥመና ፈጣሪ ይሃበና በቃ ጸጽብቆስ ይሃበና ፈጣሪ ትምኔትና ዘበለ ኩሉ ይሃበና ፈጣሪ ብዝኾነ ክቡራት ይሕዋት እዛ ንሪኣ ዘለና ናይ ዴቭ ሓውና ቪድዮ ምስ ረኣኽዋ ብጣዕሚ በቃ ሕማቅ ተሰሚዕኒ ዴቭ ሓወይ መጀመርታ ኣዝየ ፈትወካ ኣዝየ የኽብረካ መጀመርታ እዚ ክገልጸልካ ይፈቱ ኣብ ንኡስ ዕድመይ ልበይ ብድንግሉ
ብምቕጻል ከዓ ክቡራት ይሕዋት ስደት ኣዝዩ ከቢድ እዩ መሽረቢ ብዒተይ ብዓተይ ሒዙ ኣብቲ ኮመንት ሓደ ክልተ ሰባት ትዋራዘዩ ገለ ርኤ ኣይትዋራዘዩ ክቡራት ይሕዋት ህይወት ናበይ ተብለና ኣይንፈልጣን ኢና ስለዚ ጸጽቡቑ ንመነ ኩሉ ግዜ ካብ ልሳንና ካብ መልሓስና ጠጥዕሙ ተውጻና እዩ እቲ ዝሓሸ ምክንያቱ ጽባሕ ካልእ መዓልቲ እያ ንዓና እውን እንታይ የጋጥመና ኣይንፈልጥን ኢና ብዝያዳ ግን ክቡራት ይሕዋት ስደት ኣዝዩ ከቢድ እዩ ስደት ንብዙሓት ሰባት ኣጃጂ እዩ ኣብ ርእሲ ስደትካ እዚ ሶሻል ሜድያ ዝበሃል ንብዙሓት ሰባት ኣባላሽዎም እዩ ክቡራት ይሕዋት ናይ ብሓቂ እዚ ሶሻል ሜድያ ዝበሃል ብጽቡቕ እንተዘይተጠቂምካሉ እንተዘይነቒሕኻሉ የጽድፈካ እዩ በቃ ብዙሓት የሕዋትና እኮ ርኢናዮም ኢና ብሰንኪ እዚ ሶሻል ሜድያ ኣብ ቅድሚ ዓይንና ነብሶም ከጥፍኡ ርኢና ኢና ናይ መሰን ናይ ገለን ኮኑ ርኢና ኢና ዴቭ ሓውና ኣመጻጽኡ ኩላህና ንዝክሮ ኢና ዴቭ ኣዝዩ ለዋህ እዩ ክቡራት የሕዋት ንዓይ ከምኡ ኮይኑ እዩ ዝረኣይኒ ዴቭ ኣዝዩ ለዋህ በቃ በቃ ንጹህ ልቢ ዘለዎ ኮይኑ እዩ ንዓይ ይስምዐኒ በቃ ኣመጻጽእኡ ከኣ ኩላህና ንፈልጦ ኢና ኣዝዩ ጥዑይ ለዋህ ወላ ሓንቲ ዘይፈልጥ በቃ ሰላማዊ ሰብ እዩ ኔሩ ኣብዛ ማስ ሜድያ ምስ መጸ ግን በቃ ምስቲ ሓደ ትኣቱ ምስቲ ሓደ ትኣቱ ምስቲ ሓደ ተዕልል ዕልል ትሪእዋ ኣለኹም እታ ኩነታት ማለት እዩ ስለዚ ዴቭ ሓወይ ኣጆኻ ኣጆኻ በቃ ንስደት ስናሃ ንኺስካ ተጓዓዛ ጭንቀት ዘይብሉ ጸገም ዘይብሉ ሽግር ዘይብሉ ሰብ ወላ ሓደ የለን ብፍላይ ከኣ ኣብ ስደት ብፍላይ ከኣ ኣብ ስደት ሽግር ዘየጓንፎ ጸገም ዘይብሉ ሰብ የለን ግን ከመይ ጌርካ ንሽግርካ ጼርካ ትሓልፎ እዩ ካልኣይ ከኣ ጸገምኩም ሕማቅ ጎንኹም ሽግርኩም ዘበለ ንኻልእ ሰብ ኣይተርእዩ ክቡራት ይሕዋት ሓያላት ኩኑ ንኻልኦት ሰባት ኣይተርእዩ ብፍላይ ከኣ ኣብዚ ማስ ሜድያ ናትኩም ጥዑምን ጽቡቅን ነገር እንተዘይኮይኑ ናትኩም ሕማቅ ጎኒ ናትኩም ሽግራትን ጸገማትን ኣብ ማስሜድያ ኣይተውጽኡ ክቡራት የሕዋት ምክንያቱ ካባኻ ዝኸፍእ ጸገምን ሽግርን እንከሎ ብኣኻ እዩ ዝወራዘ መሊሱ እዩ ዘዕብደካ ስለዚ ክቡራት የሕዋት ጥንቅቕ ንበል እዛ ቪድዮ እዚኣ ናብ ኩሉ ሰብ መታን ክትበጽሕ ምናልባት ክጠቕሞም ስለ ትኽእል ነቶም ኣብ ሽግር ዘለዉ ኣሕዋትና ላይክ ግበርዋ ኢኹም ሪፖስት ከኣ ግበርዋ ኢኹም። ወልቃይት ኸም እንትን ቐደም ኣትሒዛ ኣብ ትግራይ ሓደ ብጣዕሚ ኢንትረስቲንግ ነገር ዘሎ ናይ ወይን ናይ ወየንቲ ዓዲ እያ ኣት ዘ ሴም ታይም ናይቲ እንትን ናይ ዘውዳዊ ስርዓት ናይ መጨረሻ ስትሮንግ ሆልድ እውን እያ ነይራ ናይ መሳፍንቲ ናይ ብቶም መሳፍ ናይ መሳፍንቲ ካብ ውሽጢ ትግራይ ድማ ኣብ- ናይ ትግራይ ስትሮንግ ሆልድ ወልቃይት እያ ነይራ እ፣ ካብ እንደርታ ከይዶም ኣብ ወልቃይት እዮም ክዋግኡ ሞኪሮም እ፣ ራስ ቀሽሓግ ኢድዮ ይዱ እዎ እዚ ካብዚ ናይ ታሪኻዊ እንትነት ኣፈላላያት ኣሎ ንኔሽን ቢልዲንግ እንትን ንእሽተይ ዓንቀፋይ ነይሩ ከም ዕንቀፍ ወል እቲ ማናጅመንት እንዲ ግን ማ እንትን ዘድልዮ ጥበብ ዘድልዮ ነገራት ነይሮም እዮም ብዋናነት እንታይ እቲ ኣብ ወልቃይት ናይ መንነት ሕቶ ኢሉ ዘልዓልዎ እቶም ኣስመላሽ ኮሚቴ ኣነ ናይ ሓቂ ንምዝራብ ናይ ማንም ወልቀታይ ቅድሚ እንትን ናይ ኣምሓራይ እንትን ክብል ሰሚዐ ኣይፈልጥን
ፈረንጂ ሰሚዐ ይፈልጥ ምስ ጎንደር ርክክብ ዘለዎም ብፍላይ ኣብቲ ገዛእ ደርቢ ኣብቶም መሳፍንቲ ናይ ወልቃይት መሳፍንትን ናይ ጎንደር እንትን ርክክብ ጠንካራ እዩ ነይሩ። እሱ ኢምፓክት ከም ዘለዎ ይፈልጥ እየ። ኣብቲ ሓፋሽ ኣብቲ ገባር ግን ከምኡ ዓይነት ነገር ኣይነበረን እዩ። ነቲ ሓፋሽ ነቲ ሓፋሽ ገባር ወልቀ እንታይ መዓዚና ስኢናዮ ክንብል ተለና ካብ ስኢናዮ እንዲና ሰኣናዮ ብናይ መሬት ጉዳይ ብግልፂ እዩ ውፈር ዝመት ናብ ታሕትምትን ክክልከሉ ተለው እሱ ማገዶ ፈጢሩ ክቀፃፅል ዝኽእል ስንትን ፈጢሩ እዩ ኣቀፃፂሎም ድማ ተጠቂሞምሉ እዮም ተውደጉ ዓነበረ ሰፍትና ቆላ ናወረደ ሓርሶ ሓዊታት ማለት እዩ ወፈር ዘመት ድሕሪኡ ኣብ ኻሊእ ኣካል ትግራይ ተራእዩ ዘይፈልጥ ዝነበረ ናይ ሰኪሪቲ ሓይሉ ኣጠቓቕማ እውን ንቲ ነገራት ኣባኢሶም እዮም። ኣብዚ ተሞርኪሶም ብጣዕሚ ኣሰካፊ ዝኾነ ተግባራት ዝተፈፀሙ ኣካላት ኣለዉ እዮም ምራርሓ እቶም ኣስመላሽ ኮሚቴ ዝፍለካ ዘሎ ድሓር እዎ ንዚ እንትን እዚ ንዚ ስምዒት እዚ ተጠቒሞም እሶ ሕዚ ነቲ ስምዒት እሱ ኢኻ ክተርግብ ዘለካ ዝብል እምነት ኣሎ ተረዲኣትና ኣሽዑ ግን ከመይ ማኔጅ ክግበር ነይርዎ ኣብቲ ናይ ምሕደራ መሬት ኣብኡ ድማ እቲ ማሕበረሰብ ብኸመይ የልዕሎ? ሓደ ኮንሳልተቲቭ ፕሮሰስ ይኸውን። እቲ ኣብ ወልቃይት ዘጋጠመ ፕሮብሌም ባይ ዘ ዌይ ኣብ ጠቕላላ ዘጋጠሞም እዩ። ናይ ዋላ ናይ ቄሮ ሕቶ ምስ መሬትን ምስ ኢንዱስትሪን ምስ ኢንዳስትሪያሊስትን ትገባርስ ቦትኡ እንታይ እዩ ዝብል እዩ ሕቶ መጀመርያ ዘልዕልዎ ሓቀ እሱ ተጠቂሞም ናብ ካሊእ ነገር ወሲዶሞ እዮም ልክዕ ኣብቲ ወልቃይት ከም ዝተገበረ ማለት እዩ ሶ ሕዚ እታ ናይ እሳ ናይ ፖለቲካል ኢኮኖሚ ሕቶ እያ ፖለቲካል ኢኮኖሚ ሕቶ ክንምልሶ ክንኽእል ኣለና ናይ ብጣዕሚ ዘስክፍ ነገራት ተፈፂሞም እዮም እቲ ህዝቢ ንህዝቢ ርክክብ እውን ክስርሐሉ ኣሎ እዩ ልክዕ ከምቲ ካሊእ ኣብ ስልጠት ዝተሳተፈ ኣካል ተሓታትነት ክህሉ ኣለዎ እዩ። እሺ ኣሕዋትና ሎማዕንቲ ቪድዮና ነዚ ይመስል ነይሩ ክሳብ ሕዚ ዝረኹም ሰባት ተሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቐፃሊ ብኻሊእ ቪድዮ ክሳብ ንራኸብ በብዘለኹምዎ ሰላምን ራህዋን ይምነየልኹም መችኹም